ርእሰ ከተማ ሕቡራት መንግስታት ኣሜሪካ ዋሽንተን ዲሲ እዚ ስነ ስርዓት ብሰላም ንክሓልፍ ካብ ትማሊ ጀሚራ ብኣስታት ዕስራን ሓሙሽተን ሽሕ ኣባላት ፖሊስ ክትሕሎ ተገይሩ። ብፍላይ ኣብ ከባቢ ቤተ መንግስቲ ኣሜሪካን ባይቶ ኣሜሪካን ጽዑቕ ሓለዋ ነይሩ። ትራምፕ ሎሚ ኣብ ዘስምዖ መደረ ኣሜሪካ ኣብ ትሕቲ ምምሕዳሩ ኣዝዩ ቅልጡፍ ለውጢ ከተምጽእ ከምዝኾነት ተመባጺዑ። ንደቡባዊ ክፋል ሃገሩ ማለት ኣብ ዶባት ሜክሲኮ ከኣ ህጹጽ ስጉምቲ ብምውሳድ ነቶም ብዘይሕጋዊ ኣገባብ ናብ ኣሜሪካ ዝኣትዉ ስደተኛታት ክቃለሶም ምዃኑ ኣፍሊጡ። ብዘይካዚ ነቶም ኣብ ኣሜሪካ ብዝተወደበ መልክዕ ገበናት ኣብ ምፍጻም ዝተዋፈሩ ጉጅለታት ከጥፍኦም ምዃኑ ልዕሊ ኩሉ ከኣ ንኣሜሪካ ቀዳምነት ሰሪዑ ክሰርሕ ምዃኑ ቃል ኣትዩ። ትራምፕ ቀጺሉ፣ ንሃገርና፣ ቅዋምናን ኣምላኽናን ኣይክንርስዕን ኢና፣ ንኻልኦት ሃገራት ወይ ህዝብታት ንኽሕሾም ኢልና ንዜጋታትና ቀረጽ ኣይክነኽፍልን ኢና፣ እኳ ደኣ ኣብ ክንድኡ ንኻልኦት ሃገራት ቀረጽ ብምኽፋል ንዜጋታትና ክንሕግዝ ኢና ኢሉ። ኣስዒቡ'ውን ኣብ ትሕቲ ምምሕዳረይ ካብ ሎሚ ጀሚሩ ኣብዛ ሃገር ክልተ ጾታ ጥራሕ ከምዘሎ'የ ዝፈልጥ፣ ንሱ ከኣ ተባዕታይን ኣንስታይን ጾታ ጥራሕ'ዩ ብምባል ኣብ ጾታዊ ሕቶ ዘለዎ መርገጺ ኣቐሚጡ። ትራምፕ ኣብ መደረኡ ኣብ እዋን ጎስጓስ ፕረዚደንታዊ ምርጫ ክልተ ግዜ ካብ ሞት ወጺኤ'የ፣ ሓንሳብ ኣብ ፔንሲልቨንያ ብጥይት እዝነይ ተሃሪመ'የ ግን ክመውት ኣይከኣልኩን ኣምላኽ ከም ዘድሓነኒ'የ ዝኣምን ብሂወት ዘትረፈኒ ምኽንያት ከኣ ንኣሜሪካ መሊሰ ዓባይ ሃገር ንኽገብራ'ዩ ኢሉ እዚ ከምዚ ኢሉ እንከሎ ጳጳስ ካቶሊካዊት ቤተክርስትያን ጳጳስ ፍራንቸስኮስ ነቲ ናይ ትራምፕ ስደተኛታት ናይ ምጥራዝ ዓብይ መደብ ወይ ቀዳምነት ነቒፎም ንሶም ምስ ሓንቲ ናይ ኢጣልያ መደበር ተለቪዥን ኣብ ዘካየድዎ ቃለ መሕትት፣ ነቲ ኣብ ኣሜሪካ ዘሎ ጸገማት እቶም ድኹማት ስደተኛታት ዋጋ ክኸፍልሉ ኣይግባእን ኢሎም። ትራምፕ ኣሜሪካ ካብ ዘይሕጋውያን ስደተኛታት ነጻ ክገብራ'የ ዝብል ጭርሖ ሒዙ ተላዒሉ ኣሎ። መራሒ ጀርመን ኦላፍ ሾልዝ ኣብዚ ጽምብል ኣይተዓደመን። ንጀርመን ወኪሉ ዝወዓለ ኣምባሳደር ጀርመን ኣብ ሕቡራት መንግስታት ኣሜሪካ እዩ። ኣብ ጀርመን ከም ናይ ትራምፕ ዓይነት ተመሳሳሊ ፖለቲካዊ ስነ ሓሳብ ትኽተል ብህዝቢ ልዑል ተቐባልነት እናረኸበት ትመጽእ ዘላ ፖለቲከኛ ኣሊሰ ቫይደል፣ ትራምፕ ናብ ስልጣን ምምጽኡ ሕጉስቲ ከም ዝኾነት ገሊጻ። ንሳ፣ ትራምፕ ኣብ ስልጣን ኣብ ዝነበረሉ እዋን ኲናት ኣየበገሰን፣ ኣብዚ ናይ እስራኤልን ሓማስን ግጭት እውን ዘተ ከም ዝፍጠር ገይሩ ኣሎ፣ ነቲ ናይ ዩክረይንን ሩስያን ኲናት ከኣ ኣብ ቀረባ መኸተምታ ክረክብ ክገብር እዩ ብምባል ምምጻእ ትራምፕ ኣገዳሲ ምዃኑ ሓቢራ። ብዙሓት ኣብ ኣሜሪካ ዝነብሩ መንበሪ ፍቓድ ዘይሓዙ ብዘይ ሕጊ ናብታ ሃገር ዝኣተዉ ስደተኛታት ግን ከብዶም ሓቚፎም ኣለዉ። ኣሊሰ ቫይደል ልክዕ ከም ትራምፕ ዘይሕጋውያን ስደተኛታት ክጥረዙ ኣለዎም ዝብል መርገጺ እዩ ዘለዋ። ፕረዚደንት ሩስያ ቭላድሚር ፑቲን ዝርከቦም መራሕቲ ዓለም ዘለዎም ሰናይ ትምኒት ይገልጹ ኣለዉ። ፕረዚደንት ትራምፕ ኣብቲ ጽምብል ኣብ ዘስምዖ ወግዓዊ መደረ፣ ንዝጸንሐ ምምሕዳር ባይደን ብትሪ ብምንቃፍ ወርቃዊ ዘመን ኣሜሪካ ሕጂ ክጅምር እዩ ኢሉ። ንሰረተ ፖለቲካዊ ደርቢ እታ ሃገር ብልሽው ክብል ብምግላጽ ድማ ንኽብሪ ኣሜሪካ ከም ዝመልሶ ቃል ኣትዩ ኣሎ። ዒስራ ጥሪ ክልተ ሽሕን ዒስራን ሓሙሽተን መዓልቲ ሓርነት እያ ዝብል ትራምፕ ምንቁልቋል ኣሜሪካ ኣብዚ ኣብቂዑ ኣሎ ክብል ኣዊጁ። ንፖሊሲታት ምምሕዳር ባይደን ብምስራዝ ኣብ ነዳዲ ዝተመስረተ ስርዓተ ጸዓት ከምዝእውጅ ብምፍላጥ ኣሜሪካ ርእሳ ክኢላ ንኻልእ ከምእትኸውን ኣነጺሩ። ትራምፕ ነቲ ወሽመጥ ሜክሲኮ ተባሂሉ ዝፍለጥ ኣብ ደቡብ እታ ሃገር ዘሎ ማያዊ ዞባ'ውን ወሽመጥ ኣሜሪካ ዝብል ወግዓዊ ስም ክህቦ እዩ። ኣሜሪካዊ ሕልሚ ዳግማይ ክምለስ እዩ ድሕሪ ምባል ድማ ኣሜሪካ ዳግማይ ሃገር ክትከውን እያ ክብል ንሓይሊ ዝናን ክብርን ሃገሩ ዘጉልሐ መደረ ኣስሚዑ። ትራምፕ ቅድሚ ሕጂ መራሒ ሃገር ንምዃን ክወዳደር እንከሎ ንዶባት ሜክሲኮን ኣሜሪካን ብመንደቕ ክሓጽሮ ምዃኑ ወጻኢታት ከኣ ሜክሲኮ ባዕላ ክትሽፍኖ ምዃና ይገልጽ ነይሩ። ናብ ስልጣን ምስ መጸ ዝነበረ ምሕደራ ግን ካብቲ ኣብ እዋን ጎስጓስ ዝነበረ ዝተፈልየ ነይሩ። ዝተፈላለያ ሃገራት ኣብዚ እዋን ብሓድሽ ምሕደራ ኣሜሪካ ብኸመይ ተጸለውቲ ክኾና ይኽእላ ብምሕሳብ ገሊኤን ኣብ ተስፋ ገሊኤን ኣብ ሻቕሎት ይርከባ። ምምጻእ ትራምፕ ንዝምድና ኣውሮጳን ኣሜሪካን ክጸልዎ እዩ፣ ወተሃደራዊ ሓይሊ ምዕራባውያን ኔቶ'ውን ኣብ ሓደጋ ክወድቕ ይኽእል'ዩ ዝብል ተንተንቲ ፖለቲካ ኣሎ። ብዝኾነ ሎሚ ዕስራ ጥሪ ክልተ ሽሕን ዕስራን ሓሙሽተን ኣሜሪካ ሓድሽ መበል ኣርብዓን ሸውዓተን መራሒ ቀይራ ኣላ።

መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣